ሃሎ ኣዜብየ ሕጂ ከዓ ጀነራል ኖለጀ ክዛረብ ደልየ ደለኹ ነንእሽተይ ከንብብ ጀሚረ ፊድባክ ካብቲ ናይ እንታይ ካብቲ ሰብ ድብሎ እንታይ እንታይ ራእይ ኣለኒ ብብዙሕ ነገራት ንኣብነት ኣብ ኤርትራ ገምታት ነይሩ ሰብ ንእሽተይ ክዛረብ ክፍትን እየ ግን ዝያዳ ብቴክኖሎጂን እንታይ ንዓይ እንታይ እንታይ ዘሰክፈኒ ነገራት እየ ማለት እዩ ክዛረብ ሎ ማለቲ ቴክኖሎጂ ብዛዕባ ቴክኖሎጂ ቴክኖሎጂ ፅቡቅ እዩ ግን ንደቂ ሰባት የዳኽሞም ኣሎ እቲ ክእለት ናይ ሰብ እንዳተዳኸመ ከይደ ኣሎ ምክንያቱ ረላይ ስለ ዝገብሩ ናብ ቴክኖሎጂ ኣነ ዝከረኒ ኣብዚ ዓዲ ታክሲ ድሕን ተሳኢልካ ከይረኣዩ ይወስዱኻ ሕጂ ቶምቶም ዝበሃል ገለመልታት መፂ ኣሎ ደድሕሪኣ ክኸዱ ጠፍእ ገለመልታት ስለዚ እቲ ናይ ሰብ ክእለት የዳኽሞ ኣሎ ሰብ ምስ ሰብ ኮሚኒኬት ክገብር ክእለታት ይጓዳደል ኣሎ ሰብ ዝያዳ ምስቲ ናቱ ቴክስ ምዕላል ወይ ከዓ እንተተይን ምግባር ንነብሱ ዝያዳ ሂብዎ ኣሎ ፓዮሪቲ ካብ ሰብ ምስ ሰብ ሕጂ እዚ ሰብ ምስ ሰብ ደይምርኻብ ከማን እቲ ኮንፊደንስና ከጥፍኣልና ይኽእል እዩ ሕጂ ቴክኖሎጂ ፅቡቕ ኣዩ ግን ባላንስ ክንገብረሉ ክንክእል ኣለና ምስኡ ብዙሕ ነገራት ኢንፎርሜሽናት እዩ ዝመፅእ ግን ምስ ሰብ ድሕን ቀሪብና ጥራሕ ኢና ኣበይ ኣለና እንታይ ኢና ንገብር ዘለና እንታይ ኩነታትና እንታይ ኢና ንቕየር ዘለና እንታይ ዝቕየር ደሎ ክትፈልጥ ናትካ ሰብ እዩ ናትካ መስትያትካ ዝያዳ ቴክኖሎጂ ብብዙሕ ግዜ ካብ ሰብ ዲስኮኔክት ትኸውን ብዙሕ ነገራት ሕማማት ከማን የጓንፍ እዩ ቴክኖሎጂ ክወፅእ ኣለዎ ካብ መደቀሲ ቅድሚ ሕጂ ተዛሪበሉ ነይረ ሕጂ ከምቲ ዝበልኮ ንሰብ ካብ ሰብ ከም ደርሓቐካ ከም ዘጉድለካ ናትካ ክእለታት እዩ ዝብል ሕጂ ንኣብነት ብብዝሒ ቴክኖሎጂ ሰብ ናብቲ ዝሪኦ ብልጭልጭ ኣብ ዓለማት እንዳተሰሓበ ከይደ ኣሎ ንኣብነት ሕጂ ሓደ ዘሰክፈኒ ብዙሓት ኣወዳት ብዙሓት ኣወዳት ናይ ኣዋልድ ጠባያት የርእዩ ኣለዉ ብዙሓት ኣሰብኡት ከም ኣንስቲ ይኾኑ ኣለዉ ከም ምግቢ ምግቢ ቅድሚ ሕጂ ኢለ ኣለኹ ምግቢ ፍረ ድሕን ደይብሉ ክባዛሕ ኣይክእልን እዩ እዚ ከኣ ንክንደይ ዓመታት ዝሰርሕሉ እዮም ሕጂ እዚ ክተኣታታቶ ኣብቴን ድኻታት ከምኡ እቲ ጸጋ ናይ ጽቡቅ ነገራት ዘይረኸባ ሕጂ ቪክተም ናይ ተክኖሎጂ ክኾና ብዙሕ ጽቡቅ ኣይኮነን የተሓሳስበካ ሕጂ ንኣብነት ኣነ ሓደ ከርእየኩም እየ እዚ እዚ ሰብኣይ ኦኬ እዚ ሰብኣይ ኣትለቲካቶ እዩ ኣትለቲካቶ እዩ ዝበሃል ብትግርኛ ኣትለቲካቶ ነይሩ ኣትለቲካቶ ኔሩ ቀዳማይ ቀዳማይ ካብቶም ቀዳሞት ዝወፁ በዓል ሓዳር ቆልዑት ወሊዱ ግሬን ፋዘር እዩ ዓበይቲ ደቂ ሰላሳ ገደመልታት ዕድመ ኣለዎ እዚ ናይ ቀደም ስእሉ እዩ ሕጂ ግን ከምዚ ኮይኑ ኣሎ ፅብቕቲ ሰበይ ትመስል ሕጂ ብዙሓት ሰባት መስሎም ኣብ ቴሌቭዝዮን ዝረኣዩ ኣንስቲ ኣሰብኡት እዚ ፍሉጥ እዩ ሕጂ ስለ ዝኾነ ግን ካብ ብቆልዑቶም ዝለወጥዎም ኣለዉ ንሆንዲ ዓመታት እዮም ሰሪሖምሉ ሓደ ዓሌት ኣለዉ ካብቶም ዓሌታት ድብሎም ሰብኡት ጥራሕ ምስ ሰብኡት እዮም ብዙሕ ነገራት ዝገብሩ ወይ ቆልዑ ተሰብኡት ብብዝሒ ናብ ኣንስቲ እንታይ ይበሃል ብዙሕ ድልየት የብሎምን ኣንጻር ኣንስቲ እዮም ምክንያት ኣንስቲ ስለ ፍረ ዘፍርያ ስለ ዝወልዳ ግን ነቶም ኣሰብኡት ምስ ሰብኡት ድሕን ኣንስቲ ገይሮሞም እቶም ኣሰብኡት ምስ ሰብኡት ድሕን ወፂኦም ከም ደይምፈሩ እቲ ሓደ እቲ ዲፖፕሌሽን ድብልዎ እዩ ምክንያት ሓሙሽተ ሚእቲ ሚልዮን ድዩ ሓሙሽተ ሓሙሽተ፣ ፋይፍ ሃንድረት ሚልዮን፣ ክ ኢዩ ጥራሕ እምበር እቲ ካልእ ሰብ ኩሉ ክጠፍእ ተባሂሉ ብብዙሕ መንገድታት ዝስራሓሉ ዘሎ ኢዩ። ሕጂ ንሕና ክንጥንቀቀሉ ክንክእል ኣለና ንማለት ኢየ ምጸኢዮ። ሶ እዚ ከመይ ዝኣመሰለ እሱ ዋላ ሓንቲ ወሊዱ ግሬን ፋዘር ኮይኑ ኩሉ እቲ ዝበጽሖ በጺሑ ኢዩ ግን ብ ብምክንያታት ከምዚኣ ኮይኑ ሕጂ እዚኣ ጽብቅቲ ሰበይቲ ዝመስል እቶም ብዙሕ ኣብ ቴክኖሎጂ ኣብ ገለመለ ዝውዕሉ እዚ ክስሕቦም ይኽእል እዩ ከም ኣብቲ ቴክኖሎጂ ከዓ ምስ ከማኻ ዝኣመሰለ ስለ ትራኸብ ከዓኒ ደሓን ኢልካ ኣብ ደይ ኣብቲ ቻናልካ ኣብቲ ታናል ዋላ ጉድጓድ ምስ ኣተኻ ዲፊከልቲ ይኸውን ክወፅእ ክትወፅእ ማለት እዩ እዚ ከዓኒ ስርሐይ ኢሎም እዮም ዝሰርሕሉ ዓለም ለኻዊ እቲኣ ተዛሪብና እንዲና ከመይ ገይሮም ከም ኮንዲሽን ከም ዝገብሩ ናይ ዝከልቢ እኒሄለ ተዛሪበ ኣለኹ ቅድሚ ሕጂ እዞም ናይት ኔሽን እዚኦም ናይት ኔሽን ከዓኒ እኒሄለኩም ኣብዚ ሽዱሽተ ሽዱሽተ ሽዱሽተ እንታይ ሽዱሽተ ሽዱሽተ ኣብ እንታይ ይገብር ኣሎ እሳቶም ስርሖም ንሱ እዩ ፈልጡ እዮም እንታይ ይገብሩ ኣብኡ ኮፍ ድብል ዝተመረፀ ፈልጡ እዮም ከም ኮንዲሽን ገይሮም ንዕኦም ድመስል ላልዮም ኣላልዮም እዮም ድምፁ እዚ ንፈልጥ ኢና እቲ ሓደ ብርቱዕ ድሕን ኮይኑ ንኣብነት ተዛራባይ እውይ እዝስ ክዛረበልና እዩ ወይ ሓንቲ ንፍዕቲ ፀብሒ ሰራሒት ንሕን ውራይ እንዲ ኣለካ ንኣምንር እውይ እዚኣ እንደ ፀብሒ ሰራሒት ኢልካ ትወስዳ እሳቶም ከዓ ፈልጥዮም ኣያና እዩ ተዓሳባይ ኣያና እዩ ቀልጢፉ ክንዲሽን ክትገብሮ ትኽእል ንኤርትራውያን ከቢድ እዩ ነይሩ ግን ሕጂ በብቕሩብ በብቕሩብ እንዳተኣታተዉ ይመፁ ኣለዉ ግን እሱ እዩ ናታቶም ስራሕ ክብል ንኣፍሪቃ ብዙሕ ግዜ ብሕልፊ እቶም ኣብ ኤሮጳ ዝቕመጡ ጸለምቲ ብብዝሒ ንዓታቶም ይግርኡ ንሄለ ሕጂ ረእይዎም እዚ እዚ ሃኔሎ እዚኣቶም ሕጂሲ ከመይ ኣጓጉዝ ኣሰብዎት እዮም ግን እዚኣቶም ከም ናይ ሰበይቲ ሜካፕ ጌርካ ከተብልሲ እንታይ እዩ ዝብል ደሎ እዚኣቶም ድሕን ኣሰብዎት ኮይኖም ሓሕ ደይበሉልና እተን ኣንስቲ ከመይ እየን ክኾና ኣዜብ እንታይ የእተዋ እዩ እዚ ዘረባታት ትዘረብ ዘላ ምክንያቱ ኣነ እቲ ናይ ሕጂ ናይ ሰዓ ዘይኮነስ ናይ ድመጽእ ዘሎ ወለዶታት ስለ ዘተሓሳስበኒ ከመይ ዓይነት ጀነሬሽን ኢና ገዲፍና ክንከይድ ንኽእል እንታይ ከመይ እዩ ነይሩ ድሕን ከመይ እዩ ነይሩ ከመይ ይቕየር ኣሎ ኣነ ደይተዛረብኩ መን እዩ ደኣ ክዛረብ ናይ ግድን ሰብ ክዛረብ ክኽእል ኣለዎ ይብል ኣነ ከዓ ረብሓ ናይ ህዝቢ ኩሉ ዓሌት ኣነ ክኣ ኤርትራይ ስለ ዝኾንኳ ህዝቢ ናይ ረብሓ ናይ ህዝቢ ኤርትራ ኤርትራውያን መንእሰያት ቆልዑቶም ከመይ ይኣልዩ ቴሌቪዝዮን እንታይ ይርእዩ ኣለዉ እቲ ቴክኖሎጂ ኣብ ኢዶም እንታይ እዮም ዝጥምቱ ዘለዉ ደቆም ኣካዳድንኦም እንታይ እዩ ኢሎም እዚ ቸክ ክግበሩ ንማለት እዩ እዚ ደምፆ ዘለኹ ምክንያቱ ሐንቲ ከኣኒ ንዓይ ዘሰከፈትኒ ከኣ ዝያዳ እዚኣ ድሐን ሪኢኹማ ኾንኩም እዚኣ ኣቕርባ ቢልኩሞ ርኦ እዚ ሽኮሪና ወዲ ሊፕስቲክ ኣለዎ ፀጉሩ ከኣኒ ከም ናይ ጓል ተቢሉ ኣሎ እዚ ሕጂ ኣብ ናይ ኣዲስ ኣበባ ናይ ኢትዮጵያን እንታይ ዝበሃል ቴሌቭዝዮን እዩ ኣይፈልጥን መቐረት ዝበሃል ቲቪ ኣብ ኢትዮጵያ ሕጂ እየም እተም ሰባት ከማን መጽየን ዜና ኣዋልድ ዝሰርሕኦ ዘለዋ ሰለስተ ወዳት ሰለስተ ኣዋልድ ሕጂ ቁጽሪ ሽዱሽተ ረእይዎ ከመይ ይሰርሕ ንምንታይ መን እዩ ጽሒፍዎ መን እዩ ነዚ ወዲ ጓል ክገብር ኣምሲልዎ እዚ ንመጀመርታ ግዜ ርእየዮ ነይረ ተትኾን ኣነ ወላ ሓንቲ ኣይመሰሰከፈኒ ግን ጌጋ እዩ እንታይ እዩ ካብዚ ዓይነት ዘረባ ወላ ድራማ ሲ እንታይ እዩ መን እዩ እንታይ ክመሃሮ እንታይ እየን ዝ- እንታይ እየን ዝገብራ ዘለዋ እንታይ እዩ መን እዩ ፀሓፋይ መን እዩ ነዚ እ፣ ክኸውን ገይርዎ ብጣዕሚ ብጣዕሚ ብጣዕሚ ንሕና ክንሓስበሉ ዘለና ምክንያቱ እ፣ እዚ ፌሚናይዜሽን ድብልዎ እዚ ፌም- ፌሚናይዜሽን ንብዙሕ ዓመታት ንብዙሕ ዓመታት እዮም ንሰብ ኮንዲሽን ገይሮሞ ሕጂ ምናልባት እዚኣቶም ሰባት ሕጂ ምናልባት ኣይፈልጣን ኾና እንታይ እየን ዝገብራ ዘለዋ እዘን መንእሰያት እየን እቲ ዝፀሓፈ እቲ ዘዳለዎ ግን ሚእቲ ካብ ሚእቲ ይፈልጥ እዩ ክፈልጥ እዩ ይብል ይኸውን ኣይሆብ ድሕን እንደይፈልጥ ኮይኑ ግን ክፈልጥ ክኽእል ኣሎ ምክንያቱ ኣብ ኣፍካ ዝኣቱ ሕጂ ብሕልፊ ብሕልፊ ኣብ ኣፍካ ዝኣቱ ካብ ኣፍካ ዝወጽእ እንታይ ትገብር እንታይ ትኽደን ምስ መን ትሕወስ እዚ ኩሉ ናይ ግድን ናይ ግድን ክፍለጥ ኣሎ ምክንያቱ እዚካ ከየጽናዕካ እዚሉ ዝኸውን ነገር ብፍጹም ብፍጹም የለን እዚ ክንሓስበሉ ክንክእል ኣለና ንዓይ ብጣዕሚ እዚኣ ደስ ሓሳሰብን እቲ ካልእ ከዓ ሓንቲ ከኣኒ ኮምፕሽታቶ ትብል ከኣኒ ኮምፕሽታቶ ትብል ከኣ ኣብ ፊልም ናይ ናይ ኤርትራ ከኣ ዝረኣኽዋ እዚ እዚ ሕጂ እዚ ከም መሻጣይ ኮይኑ እዩ ዝቐርብ ግን ናይ ጓል ጠባይ ዋላ እቲ ፒንክ ከማኒ ሕጂ ናይ ዋልዲ ቀደም ዋላ ናይ ሰብኡት ተነበረ ሕጂ ግን ናይ ናይ ኣዋልድ ሕብሪ እዩ እቲ ዘራርብኡ እቲ ኣክቱ ዝገብሮ እቲ ፓፒ ገለ ኣባሃህሎ ኣነ ነዚ ምስ ረኣኹ ኣነ ናይ ብሓቂ ተሰኪፈ ኢለ እንታይ እዩ እንታይ እዩ እንታይ እዩ ድብል ደሎ ከመይ እዩ ኦኬ ምናልባት ኣባና ኣንታ ሰበይታይ ገለ ገለ ኖርማል ይበሃል እዩ ማእታን ትወዲ ክትዕብ ከምዚ ጌርካ ንቆልዑት ከተርእዮም ከለኻ ኣብቲ ቴክኖሎጂ ድብሎ ኣብቲ ሚድያ ኣብ ቴሌቪዝየን ግን ኮንዲሽንን እያ ኦኬ ነቶም ቆልዑት ውሉድ ከይበሉ ከምቲ ናይ ፓብሎ ዶግ ናይ ፓብሎ ዶግ ዝበልናዮ እዚ ከምዚ ኮንዲሽንን እያ ኦኬ ሕጂ ክንጥንቀቕ ክንክእል ኣለና ቴክኖሎጂ ተረኺቡ ተረኺቡ ኢልና ከለ ከን ክንብል የብልናን ማለት ክንስዕቦ የብልናን ኩሉ ከነጣይቕ ከን ክንክእል ኣለና ንምንታይ እዚ ከምዚ ኮይኑ ኢልና ከነጣይቕ ኣለና ምክንያቱ እግዚኣብሔር ኣምላኽ ሓንጎል ሂቡና ሙሉኣት ኢና ኢንፋክት ኣይንፈልጦን ኢና እምበር ከምቲ ኣነ ኩሉ ግዜ ዝብሎ ንሕና እም፣ ብዙሕ ነገራት ኢንፎርመሽን ኣብቲ ናህና ዲኤንኤ ኣለና ተመሓላለፈ ካብ ስድራ ቤትና ግን ብውግእን ብሕሰምን ብመከራን ስለ ዘይን ግዜ ስለ ዘይረኸብና ኮፍ ኢልና ምስ ነብስና ክንማኸር ክንፈልጥ ክንመሃር ክንመያየጥ መምስቲ ናትና ህዝቢ መምስቲ ዕድሜና መምስቲ ምተዓቢትና እዚ ዕድል ስለ ዘይረኸብና ብዙሕ ተጓዲሉና ኣሎ ግን እዚ እቲ ዘሰከፈኒ ማለት እዩ እምበር እቲ ካልእ ፖዚቲቭ ኣነ ዝረኣኹ ሕጂ ኣብ ናይ ኤርትራ ንኣምነት ዝኾነ ገንዘብ ገንዘብ ተቐይሩ ምሽ ከቢሩ ኣሎ ንዓይ ካብ ደገ ክኸይድ ንኣምነት እንታይ ይበሃል ኣይ ንእሽተይ ፍልይ ይብል ግን እቲ ሕቶ ዝነበረ ከምዚ ኣናላይሲ ናይ ኤርትራ ከ ኣናላይዝ ትገብርዮ እዩ ነይሩ እዚኤን ክልተ ነገርት እያ ፖዘቲቭ ን ነጋቲቭ እቲ ፖዘቲቭ ዝረኸብክዎ እቲ ገንዘብ ምቕያሩ ገንዘብ ምስ ናይ ክስታይ ኢኻ ትቐያየሩ ምስ ናይ ሰብ ኤነርጂ ንሕና ኤጀንት ኢና ንሕና ሰራሕተኛታት ኢና ንሰርሕ ሰልዲ ንኽፈል በተን ሰልዲ ንነብር ኦኬ ሕጂ ክንሰርሕ ከለና ድሕን እተን እቲ ዓዲ እቲ ገንዘባ ድሕን ወዲቑ እቲ ህዝቢ እቲ ሓይሉ እቲ ኤነርጂ ውዱቕ ማለት እዩ ሕጂ እቲ እቲ ነቲ ህዝቢ ንሕና ክቡራ ክቡራት ኢና ንሕና ናህና ኤነርጂ ክቡር እዩ ድሕን ክትብል ኮንካ እቲ መዝኖ በቲ ናትካ ባጤራ ድም ድ በቲ ናትካ ሰልዲ በቲ ናትካ ሕጂ ንሕና ናይና ፋ ቡኢ እዩ እቲ ቡኢ እዩ ድምዝን ኣብ ኩሉ ኣብ ኩሉ ዓለም ስለዚ እዚ ጽቡቕ ኣሎ ግን እቲ ኣነ ሓደ ዘሰክፈኒ ንንሕድሕድና ክንዘራረብ ክንክእል ኣለና ምክንያቱ እዚ ኩሉ ሜንታል ሄልት ብቐሊሉ ኣብ ዝኾነ ኣብ ዘይኮነ ክትኣቱ ደኽእለካ እቲ ደይምምያጥ ነንሕድሕድና ትሮቦ ኣብ ቴክኖሎጂ ኖርማል ኢትስ ኦኬ ኖርማል ዩ ኖርማል ዩ እና ብዙሕ ነገራት ንገብሮ ኣለና ሕጂ ከመይ ጌርና ኢና ካብቲ ተክኖሎጂ ክንፈልጥ ክንክእል ኣለና ኣብ ኣብ ልብና ዝኾነ ነገር ድሕን ርኢና ድሕን ኣይተሰማማዕና ቸክ ክንገብር ክንክእል ኣለና ምሽ እዚ ከምዚ ዝገበሩ ከምዚ ኣብ ናይ ርእሲ ዘይኮነስ ኣብ ናይ ልቢ እዚ ቁኑዕ ድዩ ንምንታይ እዩ እዚ ዝግበር ዘሎ ንዓይ ሕጂ ናይ ብሓቂ ተሰሚዕኒ ኣነ ደስ ኣይብለንን እዩ ኣሰብኡት ናይ ናይ ሰበይቲ ክዳን ይክደኑ ሽግር ኣይኮነን ኣሎ ግን እቲ ምድኻም ግን እቲ ፈመናይዝ ምግባር እቲ ናይ ሰብእነት ምድኻም ግን ንዓይ የተሓሳስበኒ ምክንያቱ ድሕን ሓደ ድኹም ኮይኑ ክትቀርቦ ኣይትደልን ኢኻ ድሕን ኣይቀረብካዮን ክትፋራ ኣይትኽእልን ኢኻ ሴኩሪቲ ከማን ኣይስማዓካን እዩ ሴፍቲ ኣይስማዓካን እዩ ብድግ ኢሉ እዚ ፕርቴክት ክገብረለይ እዩ ንዓይ ንውላደይ ክትብል ኣይትኽእልን ኢኻ ከምኡ ድሕር ኮይኖም እተን ኣንስቲ ከዓ ሽዕኡ ኣብ ናይ ሰብኣይ እንታይ ይበሃል ክቕየራ እየን ማለት እዩ ምክንያቱ ሰሚሲብ ኣይኮናን እየን እቲ ናይ ፈመኒቲ ናታተን ከማነይ ክጠፍእ እዩ ኮምፒቲሽን ክመፅእ እዩ ስለዚ እዚ ባላንስ ክንገብር ኣለና ይብል እዚ ነይሩ ዘሰከፈኒ ናይ ናይዚ በቢ ከይተረዳእካ በቢ ንእሽተይ ዝተኣታቶ ነገር ኣሎ መንፀፍ ዳሕራይ እንደገና ተንፅፈሉ እንደገና ተንፅፈሉ ሽዑኡ ምስ ተኮልዐ ብጣዕሚ ሕማቅ ክኸውን ከተብሎ ሕጂ ቴክኖሎጂ ክንጎርሓሉ ክንክእል ኣለና፣ ክንልብመሉ ክንክእል ኣለና፣ ዓይንና ክንፈትሓሉ ክንክእል ኣለና ይብል። ማክንያቱ እኩ ሰብ ጌርዎ ኢልካ ደይ ምግባር ወይ ከኣኒ ኬፍ ኣለዎ እዚ ጽቡቅ ገለ ኢልካ እሲካ ደይ ምባል ሓደ ነገር ኣብ ሓደ ወዲ ወይ ኣብ ሓደ ጓል ወይ ኣብ ሓደ ክርከብ ከሎ እስኻ ኣብ ቦትኡ ክትእቱ ክትክእል ኣላ እስኻ ኣብ ቦትኡ ክትእትዊ ክትክእል ኣለኪ ቧ ከምዚ ደይ ግበሪ ከምዚ ኣይግበርን እዩ ኣነ ነረፍቲ ቦታት እትኾንከ እቲ ሲትዌሽን ርኢኻ ምክንያቱ ኩሉ ነገር ዘይሓልፍ ሽግር ነገር የለን ኩሉ ክሓልፍ እዩ ኩሉ ነገር ሓቁ ክወፅእ እዩ ግዜኡ እዩ እንዳቀረበ እዩ ብዙሕ ፈተነታት ክንፍተን ኢና ሕጂ እዚ ንሕና ክንስርሓሉ ኣለና ይብል ታንክ ዩ ቨሪ ማች ኣዜ ብፈትወኩም እየ ባይ